ሰላም ጥዕና ሃበልና ክቡራት ተኸታተልትና፣ እዚ ባይተና ሚድያ እዩ። ባይተና ሚድያ ተኣማንን እዋናውን ዝኾነ ሓበሬታ ንክቡራት ተኸታተልታ ኣብ ምቕራብ ትነጥፍ ዘላ ሚድያ እያ። ንቻናልና ሳብስክራይበር ሼርን ላይክን ብምግባር ክተተባብዕና ብኸብሪ ንዕደም። ናይ ዝዕለት ትኩስ ዜና ከም ዝስዕብ ቀሪባ ኣላ። ኣብ ልዕሊ ህወሓት ስጉምቲ ክውሰድ ውሳነ ተመሓላሊፉ። ብልፅግና ኣብ ልዕሊ ኤርትራ መጥቃዕቲ ንምጅማር ሚእቲ ድሮናት ምውፋርን ህዝቢ ትግራይ ንምድሓን ህወሓት ክውገድ ንሰርሕ ኣለና ክብል ብልፅግና ምግላፅ ኣብይ ኣሕመድ ቃለ ምሕተት ዝሃበ ኩናት ይጅምር ከም ዘሎ ንምግላፅ ከም ዝኾነ ተሓቢሩ። በዓል ዓድዋ ዘኽብር ዝነበረ ሰራዊት ኢትዮጵያ መጥቃዕቲ ድሮን ከም ዝበፅሖ ተሓቢሩ። ሰራዊት ትግራይ ስጉምቲ ንምውሳድ ምድላዋቱ ከም ዝወደአ ዝገልፅ ዜና። ወግእ ኢራንን ኣሜሪካን እስራኤልን ዝምልከት ትኩስ ዜና። ክቡራት ተኸታተልትና ናይ እዚኦምን ናይ ካልኦት ዝርዝር ዜና ክነስማዕኩም ኢና። ንምክትታልኩም ደጊምና ብኸብሪ ንዕድም። ንቻናልና ሳብስክራይበር፣ ሼርን ላይክን ኣይትረስዑ። ሕጂ ናብ ዝርዝሮም። ካብ ፍልፍላትና ዝተረኸበ ሓበሬታ ከም ዝገለጾ ብልጽግና ኦሮሞ ኣብ ልዕሊ ትግራይን ኤርትራን ወተሃደራዊ ኦፕሬሽን ንክውሰድ ውሳነ ከም ዘመሓላለፈ ተገሊጹ። ኣብይ ኣሕመድ ኣብ ልዕሊ ህዝቢ ትግራይ ሓድሽ ሽርሒ ክሓስብ እንተሎ ብሚድያ ወፂኡ ንህዝቢ ትግራይ ከም ዘቀባጥር ዝተለመደ ፀባዩ ከም ዝኾነ እዮም ተንተልቲ ዝገልፁ ዘለዉ። ኣብይ ኣሕመድ ኣብ ልዕሊ ህዝቢ ትግራይ ጀኖሳይዳዊ ኲናት ንምጅማር ምስ መሻርኽቱ ምድላዋት እናወደአ እናሃለወ እውን ህዝቢ ትግራይ ሰላም እምበር ኲናት ኣየድልን ከም ዝበለን ወርሒ እንተይመልኣ ድማ ኲናት ከም ዝጀመረን ዝፍለጥ እዩ ክብሉ እቶም ተንተንቲ ይገልጹ። ስለዚ ድማ ኣብይ ኣሕመድ ብሓቂ ንህዝቢ ትግራይ ካብቲ ዘለዎ ሽግር ከውጽኦ እንተዝደሊ ነይሩ ናብ ትግራይ ከይኣቱ፣ ዝዓጸወ ሸቐጣሸቐጥ፣ ነዳዲ፣ መድሓኒት ወዘተ ንኽኣቱ ምፈቐደ ነይሩ ክብሉ ይገልጹ። ስለዚ ድማ ኣብይ ኣሕመድ ንትግራይ ብኽሳዳ ሓኒቑን ቀረብ ጠጠው ክብል ገይሩን ንህዝቢ ትግራይ ባዕሉ ኣብ ሽግር ኣእትይዎ እናሃለወ ሓላይ ህዝቢ ትግራይ መሲሉ ዓይኑ ብጨው ሓፂቦ ምንጋር ካብ ኣብይ ኣሕመድ ትፅቢት እትገብሮ ልሙድ ነገር ከም ዝኾነ ተገሊፁ። ኣብይ ኣሕመድ ክርድኦ ዘለዎ ህዝቢ ትግራይ ፖለቲካ ዝርዳእን ብዙሕ ነገር ተንቲኑ ዝኸይድን ስለዝኾነ ኣብይ ኣሕመድ ብቋንቋ ትግርኛ ስለዝተዛረበ ዝድግፎ ሰብ ከምዘይህሉን እቲ ዋና ጉዳይ ብቋንቋ ህዝቢ ትግራይ ምዝራብ እንተይኮነስ ባዕሉ ኣብይ ኣሕመድ ወሪሩ ሒዝዎ ዘሎ ግዝኣት ትግራይ ምምላስ፣ ናብ ትግራይ ከይኣቱ ዝዓገቶ ቀረብ ክኣቱ ምፍቃድ ዝመሳሰሉ ናይ ህዝቢ ትግራይ ሕቶታት እንትምለሱ፣ ኣብይ ኣሕመድ ብቋንቋ ትግርኛ ምዝራብ እንተየድለዮ ህዝቢ ትግራይ መንግስትና ኢሉ ከምዝቕበሎ እቶም ምሁራት ወሲኾም ገሊፆም። እዚ ኣብ ዘይኾነሉ ግና ብቋንቋ ትግርኛ ምዝራቡ ሽግር ህዝቢ ትግራይ ክፈትሕ ደልዩ እንተይኮነስ ኣብ ልዕሊ ህዝቢ ትግራይ ጦርነት ምጅማሩ ይዳሎ ስለዘሎ ንምዝንጋዕ ዝዓለመ ከምዝኾነ ተገሊፁ። እዚ ከምዚ ኢለ እናሃለወ ሕጂ ዝተረኸበ ሰበር ዜና ከም ዝሕብሮ ሰራዊት ብልፅግና ኣብ ዘካየደ ዕፅው ኣኼባ ትግራይን ኤርትራን ብሓባር ንምውቃዕ እኹል ምድላዋት ገይርና ኣለና ክብል ገምጋም ከም ዘካየደ ተሓቢሩ። ኣብቲ ዝተኻየደ ገምጋም ኢትዮጵያ እተካይዶ ውግእ ሚእቲ ድሮናት ብምውፋር ጥራሕ ብቐሊሉ ትግራይን ኤርትራን ንምቁፅፃር ከም እትኽእልን እቲ ኹናት ናይ ቴክኖሎጂ ኹናት ስለዝኾነ ብእግረኛ ሰራዊት እንገብሮ ውሱን ከም ዝኾነ ኣብ መደምደምታ ከም ዝተበጽሐ ካብቲ ኣኼባ ሸሊኾ ዝወጸ ሓበሬታ የረድእ። ካብዚ ብትውሳኺ፣ ብልጽግና ዘመናዊ ምሳኤላት እውን ስለ ዝወነነ፣ ጸላእትና ብቐሊሉ ኣብ ትሕቲ ቁጽጽር ብምውዓል ታሪኽ ዓድዋ ክንደግሞ ኢና ኣብ ዝብል ከም ዝተረዳድኡን መጥቃዕቲ ንምጅማር ኣብ ዝተመደበሉ ግንባር ኮይናም ትእዛዝ ክጽበዩን ከም ዝተነገራም እዩ ዝግለጽ ዘሎ። ካብዚ ብተወሳኺ ጀነራል ብርሃኑ ጁላ ከንቲባ ኣዲስ ኣበባን ፕሬዚዳንት ኢትዮጵያ በዓል ዓድዋ ምኽንያት ብምግባር ኣብ ዘመሓላለፍዎ መልእኽቲ እውን ህዝቢ ኢትዮጵያ ባሕሩ ተመንጢሉ ከም ዘይነብርን ብጀጋኑ ደቁ በሪ ባሕሪ ከም ዝህልዎን ገሊፆም ኣለዉ። እዞም ሰለስተ ላዕለዎት ሓለፍቲ ኢትዮጵያ ወደብ ባሕሪ ንምውናን ብሰለማዊ መንገዲ ተፈቲኑ ስለዘይተዓወተ፣ ንሕና ወነንቲ ዓወት ዓድዋ ስለዝኾንና ወደብና ብጅግንነትና ክነምልስ ኢሎም ብምግላፅ እቶም ሰብ ዋና ዓወት ዓድዋ ዝኾኑ ህዝቢ ትግራይን ህዝቢ ኤርትራን ንምግላል እንተፈተኑ እኳ እቲ ሓቂ ግን ኣብ ዓድዋ ይኹን ቅድሚ ኩናት ዓድዋ ኣብ ዝነበረ ውግኣት ንፀላእቱ ዘሕፈረ ህዝቢ ትግራይን ህዝቢ ኤርትራ ምዃን ዝተሰነዱ መፃሕፍቲ የረድኡ። እዚ ከምዚሉ እናሃለወ ሰራዊት ትግራይ ህዝቡ ካብ ሓደጋ ንምክልኻል ንፀላእቲ ክምክት ትእዛዝ ከምዝተውሃቦ ተፈሊጡ። በብግንባሩ ዝርከቡ ላዕለዋይን ማእኸላይን ኣመራርሓ ሰራዊት ትግራይ ኣኼባ እናገበሩ ዝቐነዮ እንትኸውን፣ ኣብ መዛዘሚ እቶም ኣኼባታት እውን ናይ ኣቋም መርገፂ ኣውፂኦም ኣለው። እቶም በብግንባሩ ዝርከቡ ኣመራርሓ ሰራዊት ትግራይ ዘውፀእዎ ናይ ኣቋም መርገፂ ህዝብና ብሰላሕታዊ ፅንተት እናፀነተ ብሰለማዊ መንገዲ ክፍታሕ እዩ ብዝብል ንዓመታት ተጸቢና ኢና ሕጂ ግን ህዝብናን ናጽነተ ሱቕ ኢልና እንርእየሉ ምኽንያት የብልናን ትዕግስትና ተወዲኡ እዩ ስለዚ ድማ ዝተወረረ ግዝኣትና ንምምላስ ምእንተ ህዝብና መስዋእቲ ንምኽፋል ተዳሊና ኣለና ህዝብና ውን ኣብ ጎንና ከም ዝስለፍ እምነት ኣለና ዝብል ከም ዝኾነ ተሓቢሩ። ብልጽግና ምዕራብ ትግራይ ከም መጻወቲት ካርድ ተጠቒሙ ናብ ትግራይ ዝኣቱ ኩሉ ቀረባት ኣቋሪጹ ህዝቢ ትግራይ ኣብ ዝተናውሐ ግዜ ከጽንቶ፣ ትልሚ ኣውፂኢ ይሰርሕ ከም ዘሎ እንዳተገለፀ እኳ እንተሃለወ ሰራዊት ትግራይ ግን ካብዚ ንደሓር ትዕግስቲ የብልናን ንህዝብና ምስዋእቲ ከፊልና ኣብ ትሕቲ ብልፅግና ዘሎ ግዝኣትና ክነምልስ ኢና ዝብል ከም ዝወሰነ ተፈሊጡ። እዚ ከምዚ ኢሉ እንሃለወ ኢራን ምስ ኣሜሪካን እስራኤልን ገጢማ ከም ዘላ እቲ ኩናት እናሰፈሐን ሓደሽቲ ሃገራት እናተሓወሶኦን ይኸይድ ከም ዘሎ ተፈሊጡ። ሰበስልጣን ኣሜሪካ ኣብ ልዕሊ ኢራን ዝጀመርዎ ኩናት ካብ ዝገመትዎ ወፃኢ ከም ዝኾነምን ኣብ ዙርያ ኢራን ኣብ ዘለዎ ሃገራት ዝነበረ ማዓስከራት ብምሳኤላት ኢራን ይዓኑ ከም ዘሎን ተፈሊጡ ኣሎ። ኣብ ኮይት ባህረይን ዝነበረ መዓስከር ኣሜሪካ ሙልእ ብሙልእ እንትዓኑ ኣብ ካልኦት ሃገራት ዘላ እውን ከቢድ ጉድኣት ከም ዝበፅሖን ካብ መጥቃዕቲ ኢራን ክከላኸል ናብ ዘይኽእለሉ ደረጃ ከም ዝወረደን እዩ ዝንገር ዘሎ። ኣብ ኮይት ዝነበራ ነፈርቲ ውግእ ኣሜሪካ ብበዝሒ ዝተሓምሸሻ እንትኾና ሕብራት ዓረብ ኢሚሬት እውን ካብተን ከቢድ ጉድኣት ዝበፅሐን ሃገራት ሓንቲ ከም ዝኾነት ተፈሊጡ ኣሎ። ዘመናዊ መከላኸሊ ከም ዘለዋ ዝንገረላ እስራኤል እውን ብምሳኤላት ኢራን ትናወፅ ከም ዘላን ኤምባሲ ኣሜሪካ ኣብ እስራኤል ዜጋታቱ ክሕግዝ ከም ዘይኽእልን ብናይ ባዕሎም መንገዲ ካብ እስራኤል ንክወፁ እናተማሐፀነ ከም ዝርከብ ተፈሊጡ። ሰበስልጣን ኣሜሪካ እውን እስራኤል ደፊኣትና እዩ፣ ናብዚ ኹናት ኣቲና እናበሉ ምንጋር ጀሚሮም ኣለዉ። ሓደ ሓደ ተንተንቲ ድማ ምናልባት እውን ብሊቃውንቲ ኢራንን ሩስያን ናብ ዝተዳለወላ መጻወድያ ኣትያ ክትከውን ከም ትኽእል እናገለጹ ይርከቡ። ኣሜሪካ ዓረብ ሃገራት ወታሃደራዊ መዓስከራት ብምስፋር ኩሉ ቀረባት ንግዲ ተቖጻጺረቶ ከም ዘላ ዝተረድኡ ጸላት ኣሜሪካ ትራምፕ ኣብ ልዕሊ ኢራን ወታሃደራዊ ስጉምቲ ንኸወስድን ኣሜሪካ ኣብ ዓረብ ሃገራት ዝነበራ ወታሃደራዊ መዓስከር ብምፍራስ ዝደኸመት ኣሜሪካ ንምፍጣር ዝተዓለመ ሴራ ክኸውን ከም ዝኽእለን እንዳተገለጸ ይርከብ። መራሕቲ ኣሜሪካ ሓደሽቲ መራሕቲ ኢራን ዘተ ቅሩባት ከም ዝኾኑ ተረዲእና ኣለና እንተበለ እኳ ኢራን ግን ገጢምና ኣለና ናይ ዕርቂ ግዜኡ ሓሊፉ እየ ክትብል ገሊጻ ኣላ። ስለዚ ድማ ሰሜን ኮርያ፣ ሩስያ፣ ቻይና ዝመሳሰሉ ጸላእቲ ኣሜሪካ ኢራን ኣጽዋር እናቐበሉ ኣሜሪካ ክትዳኸምን ክትወድቕን ዝሰርሕዎ ሴራ ክኸውን ከም ዝኽእል እዮ ዝንገር ዘሎ። ሰሜን ኮርያ ንኢራን ምሳኤላታ ንምሃብ ድልውቲ ምዃናን እስራኤል ንምጥፋእ ድማ ሓንቲ ምሳኤል እኽልቲ ከም ዝኾነትን ገሊጻላ። ሩስያን ቻይናን ብወገነን ሳልሳይ ኹናት ዓለም ክውላዕ ይኽእል ኢለን መግልጺ ሂበን ኣለዋ። ሩስያን ቻይናን ከመሓላልፈኦ ዝደለያ መልእኽቲ፣ ኣሜሪካን እስራኤልን እቲ ኹናት ከቢድወን ስለ ዝመስል ሃገራት ኣውሮፓ ከይሕግዛ መጠንቀቕታ ንምሃብ ዝዓለመ እንትኸውን መንግስቲ ስፔይን፣ ኣሜሪካ ኣብ ሃገሩ ዝነበሩ ኣጽዋር ክተውጽእን ኣብቲ ኹናት ከምዘይትሳተፍን ዘፍለጠት ቀዳመይቲ ሃገር ኣውሮፓ ኾይና ኣላ። እዚ ከምዚሉ እናሃለወ ብኢራን ዝሕገዙ ሓይልታት ኣብ ልዕሊ እስራኤል ናይ ድሮንን ምሳኤልን መጥቃዕቲ ብምፍፃም እስራኤል ናብ ከቢድ ቅልውላው ክትኣቱ ከምዘገበርዋ እንዳተገለፀ ይርከብ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይበር ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዑና ብኽብሪ ንሓትት። ሓድሽ ዜና እንትልቀቕ ኖቲፊኬሽን ንኸበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም።